ዝሓትት። ኣንጅዝ ንጉሰ ይበሃል ኣነ እና ኣነ ብመጀመርያ ኩሉ ተገሊጹ እዩ ጥዑም ልኾነ ቃላት ካብዞም ውለዲ ኣሕዋት ስለዚ ልውስኸሉ ነገራት ተሃልየኒ ንናይ ሃይማኖት መራሕቲ ማለት እዩ ይቅርታ ልናይ ሃይማኖት መራሕቲ ብናየ ኣንደበት ክግለጽ ኣይካኣሊ ይፈልጥ እየ ግን ኩሉ ግዜ እዝጋብሄር ኣምላክ ኣብ ህዝቢ ወይ ድማ ኣብ ሰብ ኣብ ዕውድ ኣብ ዘገምተኛ ኣብ ሃሳስ ኢልካ ልትኣምኖ ኣብኡ እዩ ዝዓርፍ ለዚ ከማህልሉ ትመፁ ተለው ምብራር ምክሪ ለለው ነገር ሕልሚ ሓሊምና ኢና ተተባህለ ምብራር እዙይ ክኮን ዘይግበኦ ኣንደበት ካብ ናይ ሃይማኖት መራሕቲ ዝረሓቐ ወይ ደሞ ክሕሰብ ዘይኽእል ኾይኑ እየ ኣግንየዮ ኣነ እና ዝሃምዚ ዓይነት ነገር ተትስተኻኸል ተትስተኻኸል ደስ ይብለኒ ኩሉ ሕልሚ ይሓልም ኩሉ ኣማህልል ይብል ልምንታይ እዩ ዕውዳት እዮም ይበሃል ኣይኾነይ እዝጋብሄር ብመን ደኣ ክገልጾ መቸም ፈጣሪ ኣምላክ ምስ ክንፉ መጺኡ ንዑ ተማህለሎ እይብለናይ ኣምሳያ ሰብ ገይሩ ክሰደና ይክእል እዩ እና እዙይ ኣብ ናይ ጳጳሳት በተለይ ኣብ ናይ ሃገረ ስብከት ለሎ ቤተ ክነት ዓብይ ተቃውሞ ኣለዎ እቲ ህዝቢ ግን ኣዐቂብካ ከምቲ መጀመርያ ዝበልክዎ ንዓቂብካ ንሃይማኖት መራሕቲ ክትወቅስ ስለ ዘይከኣል ብፈጣሪ እውን መኮነኒ ስለ ዝኾነ ኢልና ስለ ንኣምን እዩ እሞ ላብ ኣባ ቅዱስ ክመጽእ ተለኹ እንደገና ኣባ ቅዱስ ማለት ካብ ስሙ ጅምር እቲ ቅድስና ካብ ስሙ ጅምር ዋላ እኳ ዓለማዊ ይኹን ዋላ እኳ መንእሰይ ይኹን ዋላ እኳ ኣብ ናይ ኻሊእ ዘርፊ ስራሕ ነይሩ ዋላ ይኹን እቲ መንፈስ ቅዱስ ግን ኣብ ባዕሉ ኣሎ ኣብ ዝመረፆ ሰብ ሰፊሩ ኣሎ መድሃኒኣለም እና ኣነ ብዝረእኽዎ ብዝተዓዘብኽዎ እየ ዝናገር ኣባ ቅዱስ ማለት ዳመጅ ዝኾነ ኩላሊት ዘድሕን ጨጎራ ዘድሕን ካንሰር ዘድሕን ኮታስ ብብገዝኡ ሓደ ሚልዮን ህዝቢ እተምድሓነሉ ብምልኡ ይቑጸረሉ። እዙይ ማለት ኣባይ ጠንቋይ ኮይኑ ማለት የኾነይ። ኣባይ ጠንቋይ እማ እስካ ሓሙሽተ ሚእቲ ሽሕ እስካ ክልተ ሚልዮን እስካ ሓደ ሚልዮን ይእዝዘና ሰብ ነዕብድ ሃለዋቱ ነጥፍኦ ሃፍቱይ ንብረቱይ ሰሊብና ንወስድ ከምኡ እዩ ዝገብር ድኻ ኣይፅጋዕ እዩ። ንኣባይ ጠንቋይ ድኻ ኣይፅጋዕ እዩ። እተምንታይ ብቅርሺ ስለ ዝኾነ ኣባ ቅዱስ ግን እምብር ቅዱስ ዘይጸረና ደቂ ኣንስትዮ ተኣተናዮ ገጹ ኣይዕጸፍ ምስ ፈገግትኡ ምስ ጫማና ተኣተና ምስ ፈገግትኡ ናይ ታክሲ ተሰኣና ኣውጽኡ ልህብ ናይ መሐከም ተሰኣና ኣውጽኡ ዝህብ ኣቦ እውነትም ቅዱስ መድኃኔ ዓለም ኣቦና ኮይኑ እየግንዩ ኣነ ናተይ ምስክር እዩ እዚ ናይ ግለ እዩ ስለዚ ህዝበ ክርስትያን ዘይራእኻ ረእ ዘይሰማዕኻ ስማዕ እዛ ቀረጻ እዚኣ እዛ ፍለሽ እዚኣ ትሳራጭ እንተላ ኣብ ዲያስፖራ ይኹን የት ይኹን ናይ ማንም ተይሰማዕኹም መጺእኹም ረእዩ መጺኹም ኣረጋግጹ ኣነ ስለ ደሓንኩ እቲ ስለ ደሓነ ተይኮነስ መጺኻ መድሓኒት ውሰድ ደሓን ሽዑ ምስክርነትኩም ትረኽቡ ማለት እዩ እና ናይ ሃይማኖት መራሕቲ ህዝብና ፍጡርና ኣይንንዓቅ በሃሊት እየ ኣነ ክናዓቅ የብሉይ ማንም ሰብ ውዳሪኣ ስላሴ እሰኻቱም ንዓና መጓሰና ኢኹም ንሕና ድማ ኣባጊዕ ኢና ስለዚ ክትንዕቁ ኣይግባእይ ዕውት ኮይኑ ተመፀ ኣጥብቅ ኣቢልኻ እንታይ ኢኻ ኮንካ ከመይ እዩ ከም ሃይማኖትና ዝፈቅዶ። ኮይና ተስተናግድ እሞ እቱ ናይ ኣባ ቅዱስ ደሞ መድረኽ ይፈጠር መድረኽ ይፈጠር እሞ ስምዑ ንትብል ተሎ እዚ ግልፂ ነፃ እግዚኣብሔር ዝፈትዎ እዩ ይፈጠር ናይ መንግስቲ ኣካላት ናይ ሃይማኖት ኣካላት ትሰምዕዋ ኢኹም እዚኣ ኩለና መቸም ሃምዚ ኢልና ትዛረብ ተለና ባዕሉ ላኣኮም ወይ ደሞ ዕውዳት እዮም ወይ ደሞ ብቅርሺ ደሊልዎም እዩ ዝጠንቋሊ እዚ ሃም ንባሃል ፍሉጥ እዩ ኣይኾነይ ማንም ልማንም ኣይድልሊ መድሃኒኣለም ኣይድልሊ መድሃኒኣለም ይምሕር የድሕን በረከት ይህብ ዕድመ ይህብ ፀጋ ይህብ ዝፈልጥ እና በይዛኹም እዛ ቀረፃ እዛ ታይ ሽሙ እዚኣ እዛ መልእኽቲ እዚኣ ዝሰማዕኹም ሰባት ተመዳሓኑ ናይ ኣባ ቅዱስ ደሞ መድረኽ ተፈጢሩ ኩለና ተሳተፍቲ ኮይና እግዚኣብሔር ናብ ሰላም ናብ ፀጋ ካብ ደም ምፍሳስ ናብ ኩሉ ነገር ሓንቲ ላሕሚ ልብዙሕ ሓንቲ ግራት ልብዙሕ ገይሩ ክባርኸና ይትምነ ፍቃዱ ንኣምላኽ ይኹን ይቀንየለይ። መንግስቲ ማሩ ይበሃል ዝሮ ዝሮ ኣነ ንእሽተይ ንኽእል ምክንያቱ ኣነ ብፈልሞን እየ መፅያ ንፈልሞን ሒዘ ስለዝመፃኹ ኣነ ያው ካብ ስናቱ